ባንኮንቶ ወይ ድማ ናይ ሕሳብ ባንኪ ኣርእስትና ሎ መዓንቲ ኣብ ጀርመን ህይወት ብዘይ ናይ ባንኪ ሕሳብ ዘይምህላው ክትሓስቦ ኣጸጋሚ እዩ እቲ ናይ ባንኪ ሕሳብ ንብዙሕ ነገር እዩ ዘድልየና ንኣብነት ናይ ክራይ ገዛ ክንከፍል ወይ ድማ እቲ ካብ ጆብ ሰንተር ድወሃበና ገንዘብ ንኽንቅበል ከምኡ ድማ ኣብ ድኳን ንኣብነት ገለ እንድሕር ገዚእና ብካርድ ጌርና ወይ ድማ ብናይቲ ባንክ ሕሳብ ክንከፍል ንኽእል። ናይ ባንክ ሕሳብ እንድሕር ኣለና ንኣብነት ገንዘብ ክንሰድድ ንኽእል፣ ገንዘብ ክንቅበል ንኽእል፣ ገንዘብ ክነቐምጥ ንኽእል ከምኡ ድማ ኣብ ዝኾነ እዋን ገንዘብና ካብቲ ብካርድ ጌርና ክንወስድ ንኽእል። በዚ ድማ ዝኾነ ሰብ ኣብ ጀርመን ዝነብር ናይ ባንክ ሕሳብ ክኸፍት መሰል ኣለዎ። እዚ ድማ ባዚስ ኣካውንት ወይ ድማ ብትግርኛ መሰረታዊ ዝኾነ ባንክ ክኸፈት ይኸእል እዩ። እዚ ድማ ባዚስ ኣካውንት ይበሃል ወይ ድማ መሰረታዊ ዝኾነ ናይ ሕሳብ ባንክ ይበሃል። እዚ ድማ ነቶም ኣብ ደገ ሓደር ዝኾኑ ወይ ድማ ናይ ፖለቲካ ዑቕባ ዝሓተቱን ወጻእተኛታትን ዝምልከት እዩ። ናይዚ ባዚስ ኮንቶ ዝበሃል መስም ዘለዎም ንኣብነት እቶም ገዛ ዘይብሎም ብሽሞም ዘይኮነ ገዛ ዘይብሎም ናይ ወጻእተኛታት ወላ ውን ዱልዱም ዘለዎ ሰብ ንኹሉ ይምልከቶ እዩ ወይ ድማ መሰል ኣለዎ። እዚ ባዚስ ኮንቶ ወይ ድማ መሰረታዊ ናይ ባንክ ሕሳብ ዝበልናዮ እንታይ እንታይ ኣገልግሎት ኣለዎ? ንኣብነት ገንዘብ ብኢንተርነት ክትሰድድ ትኽእል፣ ከም ምቕማጥን ምውጻእን ናይ ገንዘብ፣ ብተወሳኺ ድማ ቅጥበታዊ ምኽፋል ናይ ገንዘብ፣ Lastschriftverfahren፣ ወርሓዊ ንኣብነት ን ከም ደሞዝካ ናይ ክራይ ገዛይ ይኽፈል ማለት እዩ። ከምኡ ድማ ኣብ ድኳናት ወይ ብኢንተርነት ትገዝኦም ኣቑሑት ክትከፍል ትኽእል። መሰረታዊ ሕሳብ መን ክኸፍት ይኽእል? ዝኾነ ዜጋዊ ናይ ኤውሮጳ ሕብረት ዝኾነ ክኸፍት ይኽእል፣ ከምኡውን መንበሪ ፍቓድ ዘለዎም ኣብ ጀርመን፣ ሓተትቲ ዑቕባ ኣብ ጀርመን ምስ ናይ መራጋገጺ እንድሕር ኣለዎም፣ ጊዚያዊ መንበሪ ፍቓድ ዘለዎም ከምኡ ድማ ውሱን መንበሪ ቦታ ዘይብሎም ሰባት። እዚ ባዚስ ኮንቶ ወይ መሰረታዊ ናይ ባንክ ሕሳብ ዝበልናዮ ንምኽፋት እንታይ ሰነዳት የድሊ? መንነት ወረቐት ወይ ፓስፖርት ከምኡ ድማ ብተፈላለየ ምኽናት ሰነድ ፓስፖርት ወይ መንነት ዘይብሎም ሓተትቲ ዑቕባ ድማ ንዕኡ ዝምልከት መረጋገጺ ምምጻእ ወይ መንበሪ ወረቐት ከምጹ ይግደዱ። እቲ ባዚስ ኮንቶ ወይ ድማ መሰረታዊ ናይ ባንክ ሕሳብ ዝኾነ ክፍሊት ኣለዎ ድዩ? እቲ መልሲ እወ ክኸውን እዩ፣ ነቲ ክፍሊት ምሕደራ ድኽፈል ሕሳብ ኣሎ። ገሊኤን ባንክታት እውን ነቲ ሕሳብ ናይ መሰረታዊ ሕሳብ ክትከፍት ኮለኻ ዝሓትኦ ክፍሊት እውን ኣሎ። እቲ ዝሓትኦ መጠን ገንዘብ ግን ካብ ባንኪ ናብ ባንኪ ይፈላለ እዩ። ባንክ ክመርጽ ከለኹ እንታይ ዓይነተይ ነጥብታት ከስተብህለሎም ኣለኒ? ብዝተኻእለ መጠን ኣብ ጥቓ ገዛኹም ዝርከብ ጨንፈር መድላይን ናይቲ ባንኪ ኤቲኤም ወይ ድማ ካብቲ ባንክ ኣውቶማት ትወስደሉ ኣብቲ ከተማኹም ምህላዎም ምርግጋጽ ኣገዳሲ እዩ። ከምኡ'ውን ወጻኢታትካ ንምፍላጥ ክንደይ ከም ትወስድ እቲ ባንኪ ምሕታት ኣገዳሲ እዩ። ተወሳኺ ለበዋታት፣ ኣብ ጀርመን ሓድሽ እንድሕር መጺእኻ ብኢንተርነት ክፍሊትን ከምኡ'ውን ክረዲት ካርድ ዝበሃል ጽቡቕ ሓሳብ ክኸውን ኣይክኸእልን እዩ። ሓደ ካብቲ ምጥቃም ናይ ክረዲት ካርድ ንኣብነት ኣብ ዕዳ ከእትወካ ክኸእል እዩ። ክረዲት ካርድ ካብቲ ልዕሊ ዓቕምኻ ወይ ልዕሊ ዓቐንካ ንላዕሊ ክተውጽእ ስለትኸእል በዚ ምኽንያት ኣብ ዘይትደልዮ ሓደጋታት ክትኣቱ ትኸእል ኢኻ። እቲ ልቓሕ ድማ ብዝብዙሕ ወለድ ዝኽፈል ኮይኑ እቲ ናይ ወለድ ናይ ምድንጓይ ክፍሊት እውን ኣሎ። ከምኡ እውን ናይ ድስዕብ ናይ ብቕዓት ናይ ክትልቃሕ ትኽእል እውን ኣብኡ እውን ከጸግመካ ይኽእል እዩ ንዝመጽእ። ተወሳኺ ድማ ኩሉ ግዜ ጥረ ገንዘብ ምሳኻ ክህልወካ ኣገዳሲ እዩ። ኩሉ ግዜ ጥራ ገንዘብ ምሳኻ ክህልወካ ኣገዳሲ እዩ። ምኽንያቱ ገሊኤን ድኳናት ኣለዋ ክረዲት ካርድ ደይወስዳ። ገሊኤን ውን ድኳናት ኣለዋ ንኣብነት ከም ቤት ምግቢ ሓንቲ ሚእቲ ኦይሮ ወይ ክልተ ሚእቲ ኦይሮ ጥቕልልቲ ዝኾነ ደይቅበላ ውን ኣለዋ።